ሽግረንን ጸገመንን ክነግራ ዝኸኣላ። ነተን ከይነገራ ጸገመን ምስኡ ተቐቢረን ሞይተን ዘለዋ ኣሕዋትና፣ ነተን ሕጂ ውን ዝሳቐያ ዘለዋ፣ ነዘን ብድሕሪ ሕጂ ውን ዝሳቐያ ኣሕዋትና ንኹለን ጎይታ ሓይሉ ክህበን ጸግኡ ከብዝሓለን ናህና ረዲኤትን ናህና ሓልዮትን ናህትና ፍቕርን ከኣ ከይጎድለን ምኽንያቱ ንደገና ከይንጎድኣን ንሳተን መብዛሕቲ ግዜ ጉድእቲ ሰበይቲ ጉዱእ ሰብ ሰብኣይ ውን ንመጀመርያ ዝጸልእ ንሰብ እዩ ምክንያቱ እቲ ዝውጽዖ ዘሎ ሰብ ስለ ዝኮነ ሕጂ ጎይታ ልቦም ተንኪፈን ልበን ተተንኪፉ ናብ ኣምላክ ናብ እግዚኣብሄር ናብ ኣላህ ክምለሳ ብሓቂ ንሰብ ክኣ እምነት ኣብ ሰብ ከየጥፍኣሞን ናይ ሰብ ረዲኤትን ናይ ሰብ ፍቅርን ናይ ሰብ ሓልዮትን ተቀቢለን ሓድሽ ሂወት ንክምስርታ ብሓቂ ኣብ ጸሎተይ ክዝክረን ይፈቱ ስለዚ ጎይታ በረከቱ የብዝሓልና ንሕና ከኣ ኩሉ ግዜ ናቱ መሳርሕቲ ክንከውን ብርቱዓት ክንከውን ክነበርትዕ ኣንታ ነተን ኣሕዋትና ብሓቂ ኣብዛ ልምዓንቲ ኣብ ጸሎተይ ይዝክረን። መዝሙር ዳዊት ዕስራን ሰለስተን። እግዝኣብሄር ጓሳየ እዩ ዝጎድለኒ የብለይን ኣብ ልሙዕ ሻኻ የውዕለኒ ኣብ ዝዓርፈሉ ማይ ይመርሓኒ ንሱ ንነፍሰይ የህድኣ ምእንቲ ስሙ ኢለ ብመንገዲ ጽድቂ ይመርሓኒ በትርኻን ምርኩስካን የጽንዓኒ እዩ ንስኻ ምሳይ ኢኻ እሞ ብርባድባድመ ሞት እኳ እንተኸድኩ ክፉእ ኣይፈርሕን እየ። ንስኻ ኣብ ቅድሚ ገጽ ጸላእተይ መኣዲ ትሰርዓለይ፣ ንርእሰይ ብዘይቲ ትለኽዮ፣ ጽውዐይ ይጅርብብ ኣሎ። ብሓቂ ሳሕልን ምሕረትን ንኹሉ ዕድመይ ክስዕባኒ እየን ኣብ ቤት እግዚኣብሔር ከኣ ንዘለኣለም ክነብር እየ ኣሜን። ኦኬ ሕጂ እምበኣረይ ኣምላኽ ይባርኸና ካብ ኩሉ እዚኣ ደስ ትብለኒ ከኣ ጎይታሲ ብሓቂ ካብ ድነ ሞት ኣውጺኡ ተስፋ ዝህበና ምዃኑ እዩ እምበኣር ኣሕዋተይ ኣነ ከምቲ ጸጋ ሓፍተይ ዝበለቶ ኣብ ብዙሕ ቦታታት ሰሪሐ ግን ሎምዓንቲ እዚ ናይ ጸጋ ዝዓደመትኒ ብዛዕባ ኣነ እቲ ናተይ ተመክሮ ዝተወጽዓ ኣንስቲ ናብ ኢደይ ምስ መጻ ወይ ድማ እተወጽዐት ሰበይቲ ወይ እተወጽዐ ወዲ ሰብሲ እንታይ እዩ ፀገማቱ እንታይ እዩ ከመይ እዩ ክሓልፎ ከመይ እዩ ዝሓልፎ እንታይ እዩ ብምንታይ እዩ ዝጓዓዝ እንታይ እዩ ካባና ከዘድሊ ዝብል ሓሳብ እዩ መፅዩኒ ፀጋ ምስ ሓተትትኒ እዘን ኣሕዋትና ከዓ ጠቢሰን ይመፃ ካብቲ ሴክሹዋል ኣቢስ ሱን ደግነቲ ፍረ ናይ ውላድካ ግን ክንደይ ከቢድ ክንደይ ስቃይ ክንደይ ክንደይ መረረ ሕጂ ደሓር እቲ ዝከፍኤ እንታይ ይከውን እተን ኣሕዋትና እስራኤል ውን ይድግፍወን እዮም ነይሮም ዋላ ኣይ ዶንኖ ገሊኤን ኣቦርሽን እታ ቀዳመይቲ ምርጭኣን ኣነ ኣቡኡ ነዚ ቆልዓ ስለ ዘይፈልጦ ኣቦርሽን ግበሩለይ ይብልወን ኦከይ ኢሎም ኣቦርሽን ዝገብሩለን ዝነበራ ኣሕዋትና ኣለዋ ገሊኤን ከኣ እዚ ቆልዓ ኣቡኡ ስለ ዘይፈልጦ እዚ ቆልዓ እቲ ዕድመ እቲ ግራቪደ እቲ ጥንሲ ተማሓላሊፉ ስለ ዝነበረ ክወልደ'የ ግን ኣይደልዮን እየ ንመንግስቲ እስራኤል ሂበዮ ኣለኹ ዝበላ ኣለዋ ገሊኤን ከኣ ሓቦኛታት ኣነ ውላደይ ንማንም ኣይህብ ኣቦሽን ኣይገብር ውላደይ እዩ ኣቡኡ እንተዘይፈለጥኩ ኣነ ክንድንደይ ክነቦን ተዕብየ ኢለን ዝሓዝኦ እኳ ኣለዋ እዘን ሰለስቲኤን ግን ይሳቀያ ስለምንታይ ክትምልሱሉ ትኮኑ ክልተ ሰለስተ ፈልጥ ደቂ ኣንስትዮ ኣቦርሽን ዝገበራ እቲ ሸክ ድዩ ነቲ ኣቦርሽን ምስ ገበራ ዘምፅኦ ፀገም ድዩ ቫክሲን ስለ ዝወሰዳ ድዩ ኣይፈልጥን ክወልዳ ዘይከኣላ ፍልጥ እዋይ ሒዘያ ነይረ እንተዘይኮይኑ እዋይ ሕጅስ ንዓይ ጓለይ ምኾነትኒ ኣብ ጎድነይ ምኾነ ምሳይ ምኾነ እናበላ ይሳቐያ። እተን ንኣቦርሽን ንኣዳፕሽን ዝሃባ ንእስራኤላውያን ዝሃባኦም ከኣ ኣነ ሓንቲሲ ኣብ ክሊኒክ መጺኣትኒ። ኣብቲ ክሊኒክ ሲስተር ኣነ ሰለስተ መዓልቲ ሓንቲ ጻዕዳ ምስ ሓደ ጸሊም ንዓና ዝመስል ምስ ረኣኹ ደድሕረኣ ንገዛኣ ከይደ ሰለስተ ኣርባዕተ ግዜ። ንሳስ ጓለይ'ያ ትኸውን ዘይመልሱለይ። እቲ ጭንቀት እቲ እንታይ እባሉ ሽዑ solution ይመስለካ ሕጊ ዘይምፍላጥ ንርእሱ ሓደ abuse እዩ ደሓረይ ንሽዱሽተ ወርሒ ነቲ ቆልዓ ክሌም ክትገብሮ ትኽእል ኔራ ድሕሪ ዓሰርተ ዓመት ግን ክሌም ክትገብሮ ኣይትኽእልን ኢኻ እቲ ቆልዓ ዓሰርተ ሸሞንተ ዓመት ምስ ኮነ ክህብዎ ንፍቅድ ሓደ ቤተሰብ ኣሎ ንካናዳ ክኸዱ ዝኣብዩ ስለምንታይ ውላድና ዓሰርተ ሸሞንተ ምስ ኣኸለ ንሕና ውላድና ንደሊ ውላደይ ይደሊ ስለ ዝበለት ኣደ ንካናዳ ምኻዳ ምእንቲ ውላዳ ዓሰርተ ሸሞንተ ዓመት ክትኣክል እሞ ውላዳ ክትወስድ ኣነ ጓለይ ገዲፈ ኣብ እስራኤል ኣይከይድን ይብላ ክንደይ ከምዚ ዓይነት ዝሳቀያ እተን ዝወለዳ ከ እንታይ ኮይነን ትብሉ ንስኩም እተን ዝወለዳ ዝሓዘኦም ከኣ ሰብየን ይዓብያ ይባረኻ ብጽቡቕ ይዓብያ ካልኦት ቆልዑ ኣቦኦን ጊፍቲ ክሰዱለን ወይ ክጽውዕወን ብተሌፎን ካብትን ካብትን ማማ ኣቦይ ደኣ በላ መን ዩ ኣቦይ ስለምንታይ ንዓይ ከ ዘይጽውዓኒ ስለምንታይ ብሽም ኣቦኺ ትጸውዕኒ ስለምንታይ ክልቴና ሽም ኣለና እናበላ ከኣ እዘን ኣዴታትና ከኣ እዘን ኣሕዋትና ኢየን ከኣ ብዙሕ ይሳቐያ ሰለስቲኤን ኣብ ጓህን ኣብ ስቓይን ይነብራ። እዚ ኸኣ ፍረ ናይ ኣቢዩዝ፣ ፍረ ናይ ወጽዓ ናይ ጓል ኣንስተይቲ፣ ይኸውን ማለት እዩ። እቲ ካልእ ናይ ኩሎን ናይ ኩለን ተወጽዓ ናይተን እውን ኣምላኽ ስለ ዘይፈቐዶ፣ ህዝብና እኳ እንዴ ማርያም ኢና ንብል፣ ዘይፈቐዶ ዘይወለዳ ግን ተዓመጻ ከኣ እንታይ ይጎድኣን እንተበልኩምኒ እቲ ምሕባእ እቲ ምስጢር ጌርካ ምሓዝ እቲ ንማንም ዘይምንጋር ኣነ ላውሪ ንህለት ኣብ ቅድመይ ብኢድካ ይቁጸራ ኔረን እተን ኣነ እታ ምሳይ ዝነበረት ደኣ ተዓሚጻ እምበር ንዓይ ተይዓመጹኒ ግን ሃሪሞምኒ ነቲኣ ወጺዖማ ንዓይ ግን ማይ ደኣ ከሊኦምኒ ኣስሪሖምኒ እምበር ኣይዓመጹንን ኢለ ኣብ ውሽጠይ ይሕዝኦ ደሓር ክምርዓዋ ይጽዕራ ክወልዳ ይጽዕራ ክ ናብራ ክጅምራ ይደልያ እሞኒ እቲ ኣቢዩዝ ኣብ ልበን ኣብ ውሽጠን ስለ ዝሓዝኦ ከኣ ደሓር ኣብቲ ኣብቲ ሓዳር ኣብቲ ናብራ ዘይከኣል ጸገም፣ ዘይከኣል ጭንቀትን ዘይከኣል ድኻምነትን የርእያ። ሕጂ እቲ በዓል ቤተን ስለምንታይ እንታይ ዝኾነት ኣይፈልጥን እዩ። ንኣብነት ሓደ ክነግረኩም፣ ሲልቫና ትበሃል ጓል ዓሰርተ ክልተ ዓመት ትፈልጡ ትኹኑ ብኤክስ ቦይፍሬንድ ናይ ኣቦኣ መሓዛ ዝነበረ እዩ ዝበሃል ትብልና ዝነበረ ነዛ ቆልዓ ዓሚጹ ይቀትላ ኣብ እስራኤል እየ ዝብል ዘሎ ኣብ ተልኣቪቭ ሓንቲ ጓል ኣንስተይቲ እዚ ኖርማል እዩ ኩላህና ሰንቢድና ብጣዕሚ ብጣዕሚ ተጎዲእና ምክንያቱ እታ ቆልዓ ምሳና ኣባል እያ ነይራ ትመጽኣና ነይራ ምሳና ነይራ ኩሉ ግዜ ብጣዕሚ ኢና ንፈትዋ ነይርና ነታ ቆልዓ ኩላህና እሳ ምስ መጸት ብቺ ናይ ገዛና እያ ነይራ ብጣዕሚ ሰንቢድና ብጣዕሚ ብሂልና ናይ ስልቫና ኩሉ ሰብ ሰንቢዱ ሓንቲ ሰብ ግን ብጣዕሚ ኣብ ዳርጋ ኣብ ሾክን ኣብ ጽላለን ትኣቱ ሰብኣያ ከኣ ሰለስተ ቆልዑ ዘለዋ ሰብኣያ ከኣ ኣንቲ እንታይ ኮንኪ ኢኺ እንታይ ኮንኪ ኢኺ ጠባይኪ ቀይርኪ እንታይ ኮንኪ ኢኺ ይብላ ንሳ ከኣ እሞ መሓለለይ ክነግረካስ መሓለለይ ትብሎ። ንሱ ከኣ ይምህር ጥራሕ ንገርኒ ዘሕውዮ ክኹን እምበሪ ጥራሕ ንገርኒ እምበር ኣነ ደኣ እንታይ እንታይ ዶ ክገብር እየ ንማንም ኣይነግርን ስጋ ደቀይ ስጋ ምንታይ ስጋ ዝጋኣግሄር ስጋ መን ኣዩ ነዋል ፕሮሚስ ይኣትወላ ንሳ ከኣ ኩሉ ትነግሮ እምበኣር ኣነ ጓል ዓሰርተ ክልተ ዓመት ከለኹ ጓል ዓሰርተ ሓደ ዓመት ዕድመ ብትኽክል ኣይፈልጦን እየ ግን ክንደኣ ከለኹ ኣቦይ ተጋዳላይ ነብሪ ስቡእ ዝሞተ ስለ ዝኾነ ኣደይ ንኻልእ ተመርዕያ በቲ ሰብኣይ ከኣ ንዓይ ዓሚጽኒ እንተ ነጊርክያ ነዴኺ ግን ንዓኺ ውን ነዴኽን ክቐትለክን እዩ ኢሉኒ ከይነገርክዋ ከየበልክዋ ውሒጠያ እዛ ቆልዓ ከምዚ ኢላ ምስ ተቐትለት ግን ኩሉ መጺኡ ነዛ ሰብ ንበዓል ቤታ ክትነግሮ በዓል ቤታኺ ይሓብሕባ ዶ የኽብራ ዶ ዋይ ኣጆኺ ኣነ እንደለኹልኪ ክንዲ ዝብላ ኣንቲ ረሳሕ እንታይ ኮንኪ ዘይነገርክኒ ቀደም። ኢሉ ኣብ ፍትሒ ኣብ ምብኣስ ኣብ ም ሰጒጉዋ በይና ስንግል ማዘር ኮይና ትነብር ኣላ ስለዚ እቲ ወጽዓ ናይ ጓል ኣንስተይቲ ብዙሕ እዩ ካብቲ ብዙሕ ከኣ እቲ ዝዓቕፈካን ዝኸብደካን ዝኮበኮበካን ሲ ብዙሕ የድሊ ሕጂ ኣነ ከንብሓልክን ኣይደልን ይቕረታ ሰኪፈ ኣለኹ ናይ ግዜ ደሓር ነዚ ኩሉ ምስ ረኣና ነዚ ኩሉ ምስ ደቂ ኣንስትዮ ካብ ሲክስቲ ፐርሰንት ደቅና ኣሕዋትና ሲንግል ማዘርስ እየን ነይረን በይነን እንታይ ንግበረን ከመይ ጌርና እቲ UN ከኣ ነታ ሸልተር ንእሽተይ ዝነበሮም ክዓጽዋ ምስ ደለ ከመይ ጌርና ኢና ክንገድፈን እሞ እዘን ሰብ ኣብዚኣተን ህይወተን ከልዕላ ይክእላን ኣለዋ ጸገማት ብዙሕ ኣለወን ደጋፊ የድልየን ዝሰምዐን የድልየን ገንዘብ የድልየን ስለዚ ከመይ ገርና ክንገድፈን UN እንተውጸኦ እዚ ሸልተር እንተዓጽዎ ንሕና ከ ከመይ ገርና ክንገድፍ ኢልና ኣነ ናብዚ ዓዲ ዕላል መጽየ ገንዘብ ክኣሪ እሞ እዚ ሓንቲ ይሁዳዊት ዶክተር ዲዲ ትበሃል በጃኺ ንዕንክፈት ኢልና ንእሽተይ ኣብ ንእሽተይ ገዛ ጀሚርና ብዝተረኽበ ብናይ ፋብሪካ ቁራፅ ጨርቅታት እናገበርና ምእንቲ ኮፍ ክብላ ምእንቲ ብሓንሳብ ኮይነን ክተባብዓ ብምናት እዚ ኩቺኔቶ ብሓቂ ሕጂ እቲ ዝዓበየን እቲ ዝኸበረን ደቂ ኣንስትዮ ካብ ሓሙሽተ ሚእቲ ንላዕሊ ዘለዋ ደቂ ኣንስትዮ እነገልግለሉ ካብኣን ሓሙሽተ ይሳተፋ ኣለዋ እነገልግለሉ ቦታ ኮይኑ ማለት እዩ። ደሓር ዋላ ሕቶታት ተሓታኒ ነቲ እንተዘይዳ ሕጂ ካልእ ክትፈልጣ ብዙሕ ጸገማትን ብዙሕ ሽግራትን ሰሚዕናን ርኢናን ኢና ብጣዕሚ ዘብል ግን ከኣ እተን ናይ ብሓቂ ገሊኤን ኣብዚ ኩችኔት ገና ኣምላኽ ዘመስግኖ እተን ናይ ብሓቂ ወጺኣን ተጎዲኤን ዝነበራ ዕንባባ ፍዮሪ ናይ ኩችኔት ተኾይነን ንርእሰን ተቢዐን ነሕዋተን ዘትብዓ ደቂ ኣንስትዮ ረኺበ። ኣነ እዚ ገጢሙኒ እመኑ በይነይ ኣይኮንኩን። ቀደም ኣነ ኣነ'የ እቲ ኣብዚ ንኽወድቕ ዝተረኽብኩ፣ ኣነ ፈኺሰ'የ፣ ኣነ ስለምንታይ ንዓይ ዓሚጹኒ፣ ስለምንታይ ንዓይ ከምዚ ገጢሙኒ ኢለ ርእሰይ ይደቁስ ነይረ። ሕጂ ግን ኩሽትነታ ካባይ ኣይኮነን፣ ኣነ ኣይኮንኩን በዲለ ንሱ'ዩ በዲሉ። ኣነ ኣይኮንኩን ነዚ ነገር መሪጸዮ ልዕሊ ካብ ምርጫይ ንላዕሊ እየ ተወጺኣን ተጎዲኤን ኢለን ንሓቂ ብሓቂ ኣብነታውያን ኣሕዋት ፈጢርና ኣብነታውያን ኣሕዋት ነሕዋተን ዝሕግዛ ነሕዋተን ዘተባብዓ ነሕዋተን ዝመርሓን ዝሕግዛን ከኣ ፈጢርና ኣምላኽ ይመስገን ሕጂ ብኩሉ ዓለም ኣለዋ ኣብ ኣሜሪካ ኣብ ካናዳ ብሓቂ ኣብ ካናዳ ሓንቲ ካብዘን ኣሕዋትና ብጣዕሚ ህድእቲ ዝነበረት ከይዳ ኩችነተ ካናዳ ዝብል ከማን ጌራ ኣኹሪዓትናን ኣሐጉሳትናን ሕጂ ሓንቲ ንእሽተይ ነጥቢ ክዛረብ ዝደልያ ዘለኹ ከኣ ንሕና ኩሉ ግዜ ካባይ ጀሚርና ብሕማቅ ባህሊ ኢና ዓቢና ሓደ ሓደ ግዜ ሰበይትን ቆልዓን እንተ ተሃረመት እያ ምዝኻር ምኣያ ትፈቱ ዝብል ሮንግ ዝኾነ ኣተሓሳስባን ርእይቶን እዩ ኣነ ቆልዓ ከለኹሲ ባጽዕ እንዲ ዓብየ ኣብ ደገ እቲ ሃሩር ስለ ዝኾነ ብ ደገ ንጻወት እሞኒ ኣቦይ ክመጽእ ከሎ ሰለስቴና ሰለስተ ኣዋልድ ኢና ኔርና እናጎየና ንቡን ንቕበሎ ጎረቤትና ኔራ ጎረቤትና ከኣ ኔሮም እተን ኣዋልድ ምሳና ክጻወሓ ክጻወታ ጸኒሐን ኣቦኤን ምስ ረኣያ ንገዛይ ይሃብና እዚ ኣብ ርእሰይ ዓብዩ ዳሓር ቀስ እናበልኩ እንታየ ዲስካቨር ጌረ ኣቦኤን ነዞም ቆልዑ ነዲኦምን ይሃርመን ከም ዝነበረ እዚ ናይ ብሓቂ ኣነ ጎዲኡኒ ዋይ እምበኣር ቡኤን ዝሃርማ ነይረን ቡኤ እረ ነቡኤን ዘይቅበልኦ ነይረን ይ ማለት ይቅጥቅጥወን ስለ ዝነበሩ ኢዩ ኢለ ብጣዕሚ የተሓሳስበኒ ሕጂ ኣበይ እየ ክመጽእ ዝደሊ ኣብ ገዛ ኣነ ኣብ ላንደን ተቀሚጠ ነይረ ብዙሕ ዓመታት መቸስ እቲ ዝተዓዘብክዎ ካብ ህዝብና ሕጂ ውን ኣብ ደገ ዘሎ ሰለስተ ኣቢዝ ሪኤ ኣነ ሓደ ካልቸራል ኣቢዝ ኢሞሽናል ኣቢዝ ስፕሪቹዋል ኣቢዝ ካልቸራል ኣቢዝ እዛ ቆል ኣነ ንዓይ ካልቸር እየ ካልቸር ከኣ ኣሽንኳይ ዶ ኣብ ደገ ወጺካ ኣብ ኣሜሪካ ናብ ኣብ ካናዳ ናብ ኢሮጳ ናብ የለን ከይድካ ካብ ሃገረሰብ ነስመራ ወይ ካብ ደቂ ባጽዕ ደቂ ኣስመራ ከማን ይፋላለ እዩ እቲ ካልቸር ካባቢካ ዝመረካ እዩ ኣነ ዝተዓዘብክዎ ግን ኣብ ኣሕዋትና ኣብ ቤተሰብና መሓዙተይ ወይ ድማ ኣዝማደይ ነታ ጓል ብፍላይ ንደቂ ኣንስትዮ እዚ ባህልና ኣይኮነን ከምዚ ትግበሪ እዚ ባህልና ከምዚ ክንታይ ጌርኪ ባህልና ኣይኮነን ንሕና ኤርትራውያን ከምዚ ኢና ንሕና ባህላ ዘይኮነ ባህልና ክትምህራ ይቅበሎ እየ ባህላ ክትፈልጥ ኣከያይዳ ናይ ዓዳ ክትፈልጥ ታሪክ ናይ ዓዳ ናይ ሃገራ ክትፈልጥ ጉዕዞኣ ክትፈልጥ ኣከያይዳኣ ክትፈልጥ ጽቡቅ እዩ ምፍላጡ ንዓኣ ካበየናይ ሩት ካበየናይ ዝመጸት ክትፈልጥ ምክንያቱ መብዛሕቶም እዞም ስሌቭ ዝነበሩ ሩቶም ንክፈልጡ ክንደይ እዮም ዝፈትኑ ሕጂ እተን ደቅና ከኣ ንክፈልጡ ብጣዕሚ ዘተባብዖ እዩ ኢቨን ቋንቋ ክመሃሩ ብጣዕሚ ዘተባብዖ እዩ ግን እዚ ባህልና እዩ ኢልና እቲ ባህሉ ዘይኮነ ቆልዓ ክንጉድዶ ግን ንዓይ ኣቢዝ እዩ እዚ ኣቢዝ እዚ ከኣ ኣብ ምንታይ የውድቖም ኣብ ጭንቀት ወይ ከኣ ጎራሕ እንተኾይኑ እቲ ሰብ ከኣ ኣብ ገዛ በቲ ኣቦይ ዝብለንን ኣደይ ዝብለንን ባህሊ ይኸይድ ደገ ምስ ወጻኹ ከኣ እቲ ባህሊ ዝነብሩ ይኸውን እዚ ሰብ እንታይ ይኸውን ክልተ ሰብ ይኸውን ደሓር who am I ዝብል ሕቶ ይመጾም እዚ ከኣ ሳይኮሎጂካል ኣቢዩዝ ይበሃል። ካልእ ከ ክረግመካ እዩ ከምዚኣ እንተ ኮይና እዝግኣብሄር ኣይትፈቱን እዩ እግዝኣብሄር ከምዚ ክገብረካ እዩ የግዝኣብሄር ከምዚ እናበልና ምስ እዝግኣብሄር ከኣ ነባእሶ ሓደ ካልኣይ ብዘይፈልጥዎ ቋንቋ ንኣብነት ብግእዝ ኣብ ቤተክርስትያን ንክልተ ሰዓት ንሰለስተ ሰዓት ይሕዞም ኣይ እዝግኣብሄር ድኣ እቲ ዘይዛረብ ቋንቋ ዘይርድኦ ከመይ ገሮም እዝግኣብሄር ክፈልጥዎ ከመይ ገሮም ንእግዝኣብሄር ክቀርብዎ ከመይ ገሮም ኣምላኽ ፍቅሪ እዩ ክማሃሩ ዘይከእሎም ንፋዓት ካህናትን ንፋዓት ኣቅሽሽትን ንፋዓት ሸኻትን ነቶም ቆልዓ ብቋንቁኦም በቲ ቋንቋ ዝርድኦም ኣብ ልቦም ዝኣቱ ኣብ ኣእምርኦም ዝስናዕ ገይሮም ዝምህርዎምን ዘረድእዎምን ኣለዉ መሊኦም ካልኦት ከኣ የሎምን ብዛዕባ እዝግኣብሄርሲ መን ምዃኑ ኣይፈልጥዎን ከምኡ ከይፈለጥዎ ከኣ ይዓብዩ እዝግኣብሄር ከይፈለጡ ብዛዕባ ሳይኮሎጂካል ኣቢስካ ናብ ደቅና በዚ እዝግኣብሄር ክረግመካ እዩ ከምዚ ተዘይገርካ ከምዚ ሳልሳይ ዝብሎ ከኣ ኣብ ታቡ ዝብሃል ኣሎ ብዙሕ ማለተይሲ ደቅና ክዛረብዎ ዘይግብኦም ወይ ድማ ክፈልጥዎ ዘይግብኦም ኣብ ደገ ኮይንና ከምኡ ክንምህር ኣብ ገዛ ክንመክሮ ኢኩም እቲ ዝበለጸ ኮይኑ ዝስምዓኒ ንደቅና ብዛዕባ ኩሉ ክንምህሮም ኣለና ምክንያቱ ኣብ ደገ ምስ ከዱ ብዙሕ ዝምሃርዎ ብዙሕ ዘብልዎ ኣለዎም ስለዚሲ ደቅና ከኣኒሲ ክንቅርቦም ኣለና። ክንቅርበሉ ኣለና ን ኣብቲ ናቲ ሶሳይቲ ዘለይዎ ምክንያቱ ሶሳይቲ ናቶም ናተይ ኣይኮነን ናተይ ከኣ ናቶም ኣይኮነን እዚ ተረዲእና ንደቅና ክነዕብዮምን ከነረጋግኦምን ኣለና። Eritrean Women's Association of North America ማሕበር ደቂ ኣንስትዮ ኤርትራውያን ኣብ ሰሜን